ኣደናቂ ናይ ህዝቡ ህልቂትን እዩ ዝብል። ኢድሪስ ዓለይሂ ሰላም ድሕሪ ምሟቱ ንዝተወሰኑ ዓመታት ናይ ደቂ ሰባት ዘርኢ ንኣላህ ብዘይ ምሽራኽ ንበይኑ እዮም ደምልኽዎ ነይሮም። ትውልዲ ንተውልዲ ይተኻኻእ እሞ ንኣላህ ብምምላኽ ዝወዳደሮም ዘይነበሮም ጥዑያት ኣብቲ ዘመንቲ ዝነበሩ ሰባት መርኣያ ዝኾኑ ውሱናት ሰባት ነቲ ህዝቢ ብሞት ክፍለይዎ ጀሚሮም። ኣብቲ ዘመን ዝነበሩ ህዝብታት ድማ በቶም ጥዑያት ሰባት ሕልፈቶም ሞቶም ኣዝዮም እዮም ሓዚኖም ሓዘኖም ንምዕጋስ ድማ ነቶም ጥዑያት ሰባት ናይ ኣኽብሮት ንምዝካር ሓወልቲ ክሰርሑሎም ይዘራረቡ ቅድሚኡ ግን ብስእሊኦም ኣኽብሮቶም ድገልጹሎም ነይሮም። ነቶም ወይ ከኣ ነቲ ዝወጠንዎ ዓላማ ክውን ንምግባር ድማ ናይ ሓሙሽተ ዓበይቲ ሳሊሕን ሰባት ወይ ጥዑያት ሰባት ዝብልዎም ድማ ሓሙሽተ ሓወልቲ ኣብቲ ማእከል ከተማ ደው ኣበሉ። ኣስማቶም ድማ ቀዳማይ ወድ፣ ካልኣይ ስዋዕ፣ ሳልሳይ የጉስ፣ ራብዓይ የዑቕ ሓምሻይ ነስር እዮም። በዚ መልክዑ ነቶም ሳልሒን ጥዑያት ሰባት ኩሉ ግዜ ይዝክርዎም ነይሮም። ናይታ ከተማ ሰባት ነቶም ጥዑያት ናይ ኣላህ ባሮት ካብ ዘለዎም ክብሪ ንሓወልትታቶም ወሰን ዘይብሉ ኣከባብራ እዮም ዘኽብርዎም ነይሮም። ብመሰረቱ እኳ እዚ ሓሳብ ምስራሕ ናይ ሓወልቲ ኣብ ልቦም ክሓድር ዝገበሮ ድማ ሕሹኽታ ናይ ሸይጣን ቀስ ብቐስ ኣቢሉ ዘላማመዶም እዩ። ከምዚ እንዳበለ እቲ ሰብ ነዛ ሓወልቲ ዘለዎ ቦታ ኩነታቱ እንዳተቐያየረ ይመጽእ። ሰይጣን ጎራሕ እዩ። ገለ ወለዶታት ምስ ሓለፈ ሰባት ንምንታይ ሓወልቲ ከም ዝሰርሑ ምስ ረስዑ ሰይጣን እንደገና ሕሹኽ ኢሉ ነዞም ሓወልቲ ዝሓለፉ ኣቦታትኩም ይሰግዱሎም ነይሮም እዮም ክብሎም ሳልኦም ድማ ኩሉ ጽቡቕ ትረኽቡ ኣለኹም ኢሉ ክዛረቦም ጀመረ። ስለዚ ክሰግዱሎም ኣለኩም ክብሎም ዝጀመረ ድማ በቲ ጥቓ ሓወልቲ ክሓልፉ ከለዉ ነቲ ሓወልቲ ክብሪ ኢሎም እንዳተጎምብሑ ክሓልፉ ጀመሩ። በዚ ከኣ ናይ መጀመርታ ጣዖት ናይ ሽርክነት ኣላህ ዝጀመረ። ግዜ ይኸይድ፣ ክረምትን ሓጋይን እዋኖም ሓልዮም ብፍጥነት እዮም ዝተካኽኡ። ክረምቲ ክመጽእ ከሎ ድማ እቲ ዝናብ ሓጋይ ክመጽእ ከሎ ድማ እታ ፀሓይ ነቲ ናይ ሓወልቲ ትሕዝቶ ክቕይርዎ ምስ ጀመሩ ነይቲ ኸተማ ነበርቲ ሓወልቶም ካብ ምፍራስ ንምሕላው ናብ ቤት ኣምልኾ ውሽጢ ክእትዎ ይምስኑ ሓወልቶም ናብ መፅለሊ ቦታ ምስ ወሰድዎ ብዝበለፀ ንሓወልቶም ዘለውን ቦታ ክውሰኽ ጀመረ ኣብ ዝኣትው ናብ ዝወፅን ቁፅሪ ሓወልቶም ድማ ክጓናባሑን ክሰግዱን ጀመሩ ሽዑ ግዜ ኣላህ ስብሓን ወተዓላ ነቶም ህዝብታት እዚኦም ናብቲ ቕኑዕ መንገዲ መታን ክመርሖም ኑሕ ዝተብሃለ ልኡኽ ይልዕልሎም። ኑሕ ድማ ወዲ ላሜክ ወዲ ሚዶሽላኽ ወዲ ኸኑኽ ኢድሪስ ዓለይ ሰላም እዩ ነይሩ። ስለዚ ኑሕ ራብዓይ ወለዶ ናይ ኢድሪስ ዓለይ ሰላም እዩ። ኑሕ ከኣ ናይ መጀመርታ ልኡኽ ፈጣሪ ንኹሉ ህዝቢ ዓለም ማለት እዩ። ነዊሕ ብዕድመ ዘገልገለ ብነቢይነት እዩ ነይሩ። ሓደ ካብቶም ዝለዓለ ክብሪ ዘሎም ሓሙሽተ ነቢያት እዩም ተወሳኺ ኣላ ኣብ ቁርን መጀመርታ ሱረት ኖሕ ይብለና ኖሕ ናብ ህዝቢ ቅድሚ ኣሰቃቂ መቕፃዕቲ ናብኦም ምውራዱ ክነጠንቅቖም ኢና ልኢኽናዮ ወሲኹ ኣላ ስብሓን ወተላ ኣብ ቁርን ሱረት ልዓራፍ ሓ9 ይብለና ንኖኅ ናብ ህዝቡ ዝለኣኽናዮ እኳ ንሓደ ኣላህ ጥራሕ ኣምልኹ፣ ካልእ ኣማልኽቲ እትግበሩ፣ ብጀካ ኣላህ ካልእ ክምለኽ ዝግብኦ የለን ክብል እዩ። ኖኅ መጺኡ ድማ ነቲ ሃብታም ዝዓብለሎ ነቓጽ ተሪር ህዝቢ ኣኪቡ እንታይ ትገብሩ ኣለኹም? ከምቲ ኣብ ቁርኣን ሱረት ኣልኣዕራፍ ሓምሳን ትሽዓተን ዝብሎ ድማ ካብቲ ኣሰቃቒ መቕጻዕቲ ናይታ መዓልቲ ይፈርሓልኩም ኣለኹ ይብሎም። ኣነ ንዓኻትኩም እሙን ልኡኽ እየ፣ ንኣላህ ፍርሑን ተኣዘዙን ድማ። ኣብዚ ዝኾነ ክፍሊት ኣይሓተኩምን እየ፣ ዋጋይ በቲ ናይ ዓለማት ጎይታ ደኣ እምበረይ ብኻልእ ኣይኮነን ኢሉ ንህዝቢ ጸውዐ። ነዚ ምስ ሰምዑ ግን ብጥራሽ እዮም ክኣምንዎ ዘይከኣሉ። እኳ ደኣ ክጻወትሉ እዮም ጀሚሮም። ኖህ ዓለይ ሰላም ብዘይ ምስልቻው ብቐጻሊ ጻውዒት ይገብረሎም ነይሩ። ኣብ ቁርኣን ሱረት ኣልኣዕራፍ ስሳ ይብለና ከኣ እቶም ዓበይቲ ዓዲ ይብልዎ ንስኻ ኣብ ጌጋ መንገዲ ኢኻ ዘለኻ ናይቶም ህዝቢ ምልጋጽ ምብጮ ኣብ ዝበዝሓሉ ግዜ ድማ ኦ ኣቱም ወገናተይ ዝኾነ ጌጋ የብለይን ግን ኣነ ካብቲ ናይ ዓለማት ጎይታ ልኡኽ እየ ይብሎም ኖሕ ዓለይ ሰላም ማለት እዩ እዚ ድማ ኣብ ቁርን ሱረት ኣዕራፍ ስሳን ሓደን ተጠቒሱ ኣሎ ናይ ጐይታይ መላእኽቲ ከብጽሓልኩም እየ፣ ንዓኻትኩም ክመኽረኩም እየ፣ ካብ መንጎይ ኣላህ ድማ ኣብ መንጎይን ዘይትፈልጥዎ እየ ዝፈልጥ ይብሎም። ኣብ ኣያ ሱሳን ክልተን እውን ተጠቒሱ ይርከብ። ናይ ኑሕ ዘረባ ምስ ሰምዑ እቶም ሃብታማት ዝበሃሉ ዝኸሓዱ ሰረባት ብምግራም ኦ ኣታ ኑሕ ከመይ ኣኻ ልኡኽ ልኡኽ ትብል ዘለኻ ንስኻ ከማና ሰብ ኢኻ ከምኡ ድማ ውሕዳት ሰዓብቲ እዮም ዘለዉኻ ኩሎም ድኻታት ኣብ ትሑት መነባብሮ ዝርከቡ እዮም። ብተወሳኺ ድማ ሃብቲ ኮነ ክብሪ ምሳና ይወዳደሩን እዮም ኢሎም ይለኽብጡ። እዚ ኸኣ ኣብ ሱረት ሁድ ዕስራን ሸውዓተን ክንረኽቦ ንኽእል ኢና። እዚ እውን ኣይከኣልን ኢሎም ንሓድሕዶም ናይ ዝፈጸምዎ ሓወልቲ ኣምልኾ ንኽጸንዑ ድማ ተመኻኸሩ። ኖህ ድማ ናይ ህዝቢ ኩነታት ተስፋ ምስ ኣቑረጾ ብምስትምሳል መልክዕ ድማ ንኣላህ ክትፈርሑን መታን ክርህርሃልኩምን ካባኻትኩም ዓሌት ዝኾንኩ ሰባት ንኸጠንቅቐኩም ካብ ጎይታኹም መጠንቀቕታ እንተምፀኽልኩም ትድነቑ ኣለኹም እናበለ ከረድኦም እኳ እንተፈተነ ክሕደቶም ብዝገደደ መልክዑ እንዳወሰኸ ደኣ እምበረይ ብምንም ኣይቀነሰን ነይሩ ወላ እካ ኖህ ዓለይ ሰላም ናይ ህዝቡ ነገር ተስፋ እንተቑረጾ ተልእኾኡ ግን ብግቡእ እዩ ምትሕልላፉ ቀጺሉ። ኩሉ መዓልትን ቀትርን ንህዝቡ ብዛዕባ ኣላህ ከዘኻኽሮም ከሎ እቶም ህዝቢ ግን ናይ ነቢኦም ዳዕዋ ካብ ምስማዕ እእዛኖም ይሕሕዙ ጀመሩ። የእዛኖም ምሓዝ ምስ ኣበዩ ከኣ ብምልክት ምዝራብ ጀመሩ። ኑሕ ድማ ብምልክት ክዛረቦም ከሎ ኣዒንቶም ብኣእዳዎም ክሽፍንዎ ጀመሩ። ኑህ ዓለይሂ ሰላም ብፍጹም ተስፋ ኣይቈረጸን። ሱቕ ኢሉ እውን ኣይቅመጥን ምስ በሎም ድኻታት ሰባት ናትካ ሰዓብቲ ኮይኖም እናሃለዉ ንሕና ምስኣቶም ክንስዕበካ ትደሊ ኣለኻ? እኳ ደኣ ንሕና ክንስዕበካ እንተደሊና እቶም ተራ ሰባት ካብ ጎንኻ ኣርሕቆም፣ ተርሒቅካዮም እውን ክንሓስበሉ ኢና ይብልዎም። ኖህ ዓለይ ሰላም ድማ ንሳቶም ዝሰርሕዎ ኣዩ ኣላህ እዩ ዝፈልጦ ኣነ ከብርሃልኩም ኣይክእልን እየ ከመይ ጌርኩም ኢኹም ከ ሓገዝተይ ኣኽበርተይ ኣባርር ትብሉኒ ደለኹ ተባረርክዎም ከ ንዓይ ካብ ኣላህ መን እዩ ዘድሕነኒ ኣይተስተውዕልን ዶ ኢሉ ትርር ይብለሎም እዚ ዝርርብ እውን ኣብ ቁርን ሱረት ሁድሁድ ሰላሳ ክንውከስ ንኽእል ኢና ኖህ ዓለይ ሰላም ሳልሕ ነቢ እዩ ነይሩ ጥዑይ እዩ ነይሩ ብጣዕሚ ድማ ሃብታም ይኹን ድኻ ድኹም ሓያል ዓብዪ ንእሽተ ከይበለ ንኹሉ ዘኽብር ተልእኾ ዳዕዋ ኣብፂሑ እዩ ወላ እኳ ንትሽዓተ ሚእትን ሓምሳን ዓመታት ዳዕዋን ተገበረ ዳዕዋኦምን ስብከቶምን ካብ ሰማንያ ላዕሊ ሰባት ክቕበሉ ዘይምኽኣሎም እቲ ኩነታት ካብ ዓቕሙ ላዕሊ ምዃኑ ንጎይቱ ጥርዓን ክቕርብ ተገደደ እዚ ዝመረና ድማ ኣብ ዳዕዋ ቁጽሪ ወይ ውጽኢት ዘይኮነ ዘገድስ እቲ ንስኻ ትገብሮ ተወፋይነት ንስኻ ከይበቀቅካ ምእንቲ ኣላህ ኢልካ ተበርክቶ ስራሕ እዩ ወሳኒ። ንኖህ ዓለይ ሰላም ከኣ ከይተሓለለ ቀትርን ለይትን ጽዒሩ ንሓም ትሽዓተ ሚእትን ሓምሳን ዓመታት ኣንጸርጺሮም ክሳብ ሱቅ ተዘይበልካ ፈጋጊእና ክንቀትለካ ኢሎም መጠንቀቅታ ክህብዎ ጀሚሮም ንሱ ግን ተዕግስቲ ገይሩ ነዊሕ ዓመታት እዩ ክሰብኽ ቀጺሉ ክሳብ ጽሉል ዝብልዎ ከምዚ ኢሉ ንኣላ ምስ ነገሮ ድማ ኦ ጐይታይ ህዝብታተይ እኳ ኣብዮምን እዮም ኣብ መንጎይን ኣብ መንጎኦም ግቡእ ዝኾነ ፍርዲ ፍረድ ኣድሕነኒ ድማ ምሳይ ዘለዉ ምእመናት ድማ ኣድሕን ኢሉ ነታ ህብብቲ ጸሎት ወይ ድዑ ገይሩ ድዑ ገይሩ ማለት እዩ ብድሕሪኡ ናይ ኖህ ዓለይ ሰላም ናይ ዳዕዋ ጻውዒት ፈኸራ ዝሓዘለ ክኸውን ጀመረ ንሳቶም ድማ ናይ ኖህ ዓለይ ሰላም ፍኸራ ግዲ ይነበሮምን እኳ ድኣስ እቲ ፍክሮ ምጽእ እንተ ሓቀኛ ኮይንካ እንዳበሉ ከባጭውሉ እዮም ጀሚሮም እዚ እውን ኣብ ቁርን ስረቱ ህውድ ሰላሳን ክልተን ከም መወከሲ ክንሪኦ ንኽእል ኢና ኖሕ ድማ እዚ እኳ ብኣይ ቁፅፅር ውሽጢ ኣይኮነን ንሱ ናይ ኣላ ስልጣን ይብሎም ሕጂ ናይዚ ነገር መዳማደሚ እንዳተቐራረበ እዩ ድመፅእ ዘሎ ኣላህ ድማ መፍርሒ ዋሕይ ከምዚ ክብል ናብ ኑሕ ዓለይ ሰላም ኣወረደ ካብ ህዝብኻ ብርግጽ እቶም ዝኣ ብጀካ ዝኣመኑ ድሕሪ ሕጂ ካልእ ዝኾነ ይኣምንን እዩ ይሰርሕዎ ብዝመሩ ክሕደት እውን ኣይተሓዝን እዩ እዚ ማለት ድማ ሂዳያ ተዓፅዩ ማለት እዩ ብምቕፃል ድማ ኣላህ ንኑህ ዓለ ሰላም ሓንቲ ገረብ ንክተክል ኣዘዞ እታ ገረብ ፍረ ንምፍራይ ክተብቅዕ ኮላ ድማ ናይ ኣላ ቅፅዓት ኣብቶም ልዕሊ ህዝቢ ከም ዝፍፀም ቃል ኣተወሉ ሱረት ሁድ ሱረት ልሁድ 37 ቃል ረኽቦ እዚ ቃል ናይ ኣላህ ናይ ተለምዶ ርህራሄኡ ፍሉጥ እዩ። ዓበይቲ ህዝቢ ኣብ ዘጥፍዎ ንህጻናት ቆልዑ ከም ዘይቀጽዕ፣ እቶም ህጻናት ናይቲ መቕጻዕቲ ግዳይ ንክኾኑ ቅድሚ እቲ መቕጻዕቲ ምፍጻሙ ናይ ደቂ ኣንስትዮ ማህጸን ጥንሲ ክሕዝ ከም ዘይክእል እዩ ገይርዎም። ንኣርብዓ ዓመት ዝኣክል ዝኾነ ዓይነት ህጻን እኳ ከይተወለደ እዩ ተሪፉ። ኣብቲ ሽዑ ዘመን ኖህ ዓለይሂ ሰላም ነታ ክተኽላ ዝተኣዘዘ ገረብ እንዳተኻናኸኖ ከሎ፣ እቶም ዓመፀኛታት ህዝቢ ከምዚ ብምባል ድማ የባጭውሉ ነይሮም ኣንታ ኖሕ ነቢየ እንዳበልካስ ምፍካር ከም ዘየዋፀካ ምስ ፈለጥካ ናብ ሕርሻ ደኣቲኻ እናበሉ የእማን እውን እድርብይሉ ነይሮም እታ ዝተተኽለት ገረብ ድማ ሓምሳ ዓመት ምስ መለት ኣላህ ንኖህ ዓለ ሰላም ዋሕ ብምውራድ ነታ ገረብ ንቁቆርፃ ኣዘዞ ኖህ ዓለ ሰላም ነታ ገረብ ምስ ቆረፃ ኣላህ ድማ ዓብዪ መርከብ ኣርክ ንክሰርሕ ኣዘዞ። ልክዕ ከም ሳብማሪን ትመስል ብላዕሊኣ ዝተሸፈነት መርከብ እያ። ጅብሪል ዓለይሂ ሰላም ድማ መርከብ ከመይ ከም ትስራሕ ንኸርእዮ እዩ ካብ ሸውዓተ ሰማይ ዝወረደ። ኣላህ ድማ ከምዚ ይብል ዋሕይ ዋሕይ ኣውሪዱ ከምዚ ዝብል ናይታ መርከብ ንውሓት ሚእቲ ሽሕ ያርድ ክኸውን ከሎ ክንዲ ማለት እዩ። ናይ ጎኒ ስፍሓት ድማ ሸሞንተ ሚእቲ ክንዲ ያርድ እዩ። ኣብ ልዕሊኣ ድማ ሰማንያ ያርድ ወይ ከዓ ክንዲ ዝኾነት መርከብ ስራሕ ኣብ ዝተሰጥሐ ሓሽዋን በረኻን ቦታ ከዓ ኖህ ዓለይ ሰላም ነታ መርከብ ክሰርሓ ጀመረ ህዝብታቱ ድማ ብጥቕኡ ክሓልፉ ከለዉ ኣንታ ኖሕ ካብ ነቢይነት ናብ ፈለኛሞ ምስጋር ሕሸኒ ኢልካ ናበሉ የባጭውሉ ነበሩ ብጣዕሚ እውን ዘስካሕክሕ ዘለፋን ውርደትን እዮም ዘቐብልዎ ነይሮም ክሳብ ሽንትን ቀልቀልን ኣብታ ትስራሕ ዝነበረት መርከብ እውን ይኽዕቡ ነይሮም ፍርቆም ከዓ ኣንታ ኖሕ መርከቡ እኳ ንባሕሪ እዩ ዝስራሕ ንስኻ ድማ ኣብ ህልም ዝበለ በረኻ ኢኻ ዘለኻ ከመይ ጌርካ ኣብዚ መርከብ ትሰርሕ ይብልዎ ነይሮም ኑሕ ድማ ልስልስ ብዝበለ ልሳን ሎሚ እኳ ኣብ ልዕሌና እንተባጨኹም ንሕና ድማ ጽባሕ ኣብ ልዕሌኹም ክንዋዘ ኢና ይብሎም ነይሩ እዚ ድማ ኣብ ህውድ 38 ክንረኽቦ ንኽእል ኢና ኣላህ ስብሓነ ወተዓላ ድማ ንኖሕ ዓለይ ሰላም ኢሎ ምልክት ወይ ሳይን ምስ ሃብኩኻ ኣብታ መርከብ ትፅዓን ምስ ኩሎም ምእመናን ምስ እንስሳታት እታ ምልክት ከኣ ማይ ካብ መጎጎ ነቲዑ ክወጽእ ክትርኢ ኮለኻ ድማ ኢሉ። ናይታ መርከብ ስራሕ ድሕሪ ሚእቲ ዓመት ምስ ተወደ እታ ምልክት ምስ ረኣያ ድማ ናብታ መርከብ ክጽዓን ጀመረ ኣላህ ንኖሕ ዝኣምንዎ ኩሎም ኣብታ ሳልሳይ ደረጃ ዘለዋ መርከብ ብስሚላህ እናበሉ ክጽዓኑ ካብ ነፍሲ ወከፍ እንስሳታት ናይ ጨካ ኣራዊት ድማ ሓደ ወድን ሓንቲ ጓል ኣንስተይትን ኣብታ መርከብ ንክጽዓን ኣዘዘ ንእንስሳታት ኣብ ቀዳማይ ደርቢ፣ ንሰብ ኣብ ካልኣይ ደርቢ፣ ንኣዕዋፍ ድማ ኣብታ እተዓጽወት ሳልሳይ ደርቢ ኽጽዕኖም ወሰነ። ብዘይካዚውን እቲ እንኮ ፍጡር፣ ንሰማያት ርእሱ ኣቕኒዑ ኽርኢ ዘይክእል፣ ካብ ዝዀነ ፍጡር ርሃጽ ዚብሃል ኣብ ኣካላቱ ዘይወጽእ፣ ምስ ሞተ ድማ ኣብ ሒደት ሰዓታት ካብ ኣካላቱ ሓሳኺ ዚወጽእ፣ ኣብቲ ግዜ ነቶም ጽምዲ ጽምዲ ኣብ ደርብታት'ታ መርከብ ዝነበሩ ፍጡራት ርስሓቶም ክተጽርየሎም እያ ሽዑ ፈጣሪ ዝፈጠራ። በዚ ምክንያት ኸ ካብ ብሉዕ ካብ ብሉጽን ጽፉፍን መግብን ርስሓትን ፈርስን ዕባን ምምጋብ እትፈቱ ኣብታ መርከብ ተጻዕኒ ሰባት ድማ ናይቶም ኣመንቲ ብዝሒ ጥራሕ ነይሩ ቁጽሮም ድማ ሰማንያ ጥራሕ ዝበጽሕ ነይሩ ንኖ ዓለይ ሰላም ድማ ክልተ ንስ ነይረኖ እቲ ሓንቲ ሙስሊማ እቲ ሓንቲ ዓመፀኛ ካፍር እያ ነይራ ኖሕ ድማ ነታ ሙስሊም እያ ኣብታ መርከብ ድፃዕና ኣብታ መርከብ ውሽጢ ኩሉ በቦትኡ ምስ ሓዘ ፀሓይ ብርሃና ተነጥቀት፣ ምድሪ ድማ መፍርሒ ጸልማት ተዋሕጠት፣ ሰማይ ድማ ኣዝዩ ዝበርትዐ ዝናብ ምቡሕባሕ ጀመረ። ኣብ ከርሲ መሬት ተዓሚቑ ዝነበረ ማይ ነታ ምድሪ እንዳሳናጠቐ ከም ጉድ ክፈልቕ ጀመረ። ሱረቱል ቀመር ድማ ዓሰርተ ክልተ ዝተወቂሩ ኣሎ እዚ ሓሳብ ካብ ሰማይ ዝወረደ ማይን ካብ ምድሪ ዝወፅእ ማይን ክራኸብ ከሎ ድማ መሬት ልዕሊ ዓቕማ ተጥለቕለቕ ጀመረት ሽዑ እታ መርከብ ቀስ እናበለት ክተንሳፍፍ ጀመረት ኑህ ዓለይ ሰላም ሓሙሽተ ወዳት እዮም ነይሮም ስሞም ከዓ ሳም ሓም ያፊት ከነዓን ይበሃሉ ነይሮም ሰለስተ ካብኦም ዝኣመኑ ክኾነ ከለዉ ከነዓን ግን ካብቶም ክሓቲ እዩ ነይሩ እቲ ማይ ኣኣብ ሰዓቱ እንዳወሰኸ እዩ። ኣጋጣሚ ኖህ ዓለይ ሰላም ነቲ ዝነበረ ኩነታት ከጻሪ ናብ ምድሪ ምስ ረኣየ ናይ ኣብራኹ ክፋል ዝኾነ ወዲ ከነዓን ክወድቕ ትስ ኣብቲ መሬት እንዳንከራተተ ረኣየ። ከምዚ ክብል ድማ ጸውዖ ኦ ወደይ ንዓይ ምሳና ተሳፈር ካብቶም ከሓድቲ ህዝቢ ትኹን በሎ። ወዱ ግን ብትዕቢት ዝመልአ ኣበሃህላ ኣቦ ደሓን መታን ካብቲ ማይ ክሕልወኒ ናብቲ ጎቦ ክድይብ እየ ኢሉ መለሰሉ። ንሱ ድማ ሎሚ ካብ ናይ ኣላህ ትእዛዝ ወልሓደ ሰብ ሓላዊ የለን ንሱ ዝራህራሀሉ እንተዘይኮኑ ኢሎም ዘረበኦም ከይወድኡ ከለዉ ከም ዓብዪ ጎቦ ብዘይ ማዕበል ይመጽእ እሞ ንወዱ ጸራሪጉ ወሰዶ። ኑሕ ድማ ወደይ እናበለ ናብ ኣላህ ተጻውዐ ተጣረዐ። ኣላህ ድማ ኦ ኑሕ ንሱ ካብ ቤተሰብካ ኣይኮነን ንሱ ጽቡቅ ዘይኮነ ስራሕ ዩ ሰሪሑ ብኡ ፍልጠት ከምዘይብልካ ኣይትሕተተኒ ኣነ ካብ ዝሰሓቱ ሰባት ከይትከውን ከጠንቅቀካ እየ ይብሎ እዚ ዝርብ ከኣ ኣብ ቁርኣን ሱረቱል ሁድ ኣርብዓን ክልተን ክሳብ ዓሰርተ ሽድ- ኣርብዓን ሽዱሽተን ኣያ ክንረኽቦ ንኽእል ኢና እዚ ዘርእየና ከኣ ናይ ሸሃዳ ስጥመት ቦን ካብ ናይ ደም ስጥመት ቦን ከምዝዓዝዝ እዩ ከምዚ ኢሉ ከሎ እቲ ኩነታት እቲ ማይን ምድርን ንኣርባዓ መዓልታት ዝኣክል ምስ ኣጥለቕለቐ ዝኾነ ንፋስ ዘለዎ ነገር ካብ ምድሪ ዝጠፍአ ሸኣላህ ድማ ንምድሪ ኦ ምድሪ ማይኪ ወሓጢ ንሰማይ ድማ ዝናብኪ ሓዚ ኢሉ ንምድሪ ካብ ምጥልቕላቕ ደው ኣበላ ኖህ ዓለይ ሰላም ከኣ ብቐጻሊ ንቑጽ ምድሪ ትደሊ ርግቢት ክልእኽ ጀመር። ሓደ መዓልቲ ከኣ ምልክት ናብ መረት ከም ዘሎ ወይ ንቑጽ መረት ከም ዘሎ ተበስር ናይ ኣውልዕ ቆጽሊ ኣንጠልጢላ እታ ርግቢት ደበኽ በለት። ምድሪ ቁሩብ ጽፍፍ ምባል ምስ ጀመረት ንዑን ሰዓብቱን ዝሰከመት መርከብ ሰላም ጁዲ ኣብ ዝተባህለ ቦታ ጎቦ ዓረፈት። እዚ ጁዲ ዝበሃል ጎቦ ኣብ ትርኪ ዝርከብ ኮይኑ ክሳብ ሎሚ ምስ ትርፊ ቅርጽታት ምስ ትርፊ ቅርጺ እዛ መሬት ማለት ምስጢር ፍቅርሲ እዛ መርከብ ዝኾነ ብብዝሒ ሰባት ዝበጽሕሉ ታሪኻዊ ቦታ እዩ። ኣብ ቁርኣኑ ንብል ነዚ ክስተት ከም ምልክት ተኣምር ክሳብ ምጽኣተ ዓለም ከም ምልክት ክህሉ ይብለና። ኣብ ዛንታና ምስ ንምለስ ድማ ኣላህ ድማ ዝተረፈ ማይ ናብ ውቅያኖስ ከም ዝፈስስ ገበሩ። ሽዑ ኑሕን ሰዓብቱን ካብታ መርከብ ወሪዶም ዝሓዝዎም እንስሳታት ኣውሪዶም ፈነዎም። ኣብ ምድሪ ድማ ከም ብሓድሽ ህንጻ ምምስራት ጀመሩ። ዝተፈላለዩ ኣግራብን ዘርእታትን ክተኽሉ ጀመሩ። እቶም ምእመና ድማ ኣብ ምድሪ ብምታን ኣብ ዝተፈላለየ ቦታት ከተማታት ምስራት ብዙሕ ወለደታት ምውላድ ንምድሪ ከም ብሓድሽ ክመልእዋ ጀመሩ። ኩሎም እቶም ወለዶ እኳ ብዘርኢ ስድራ ኖህ ዓለይ ሰላም ጥራሕም ኩልና ሕጂ ዘለና ደቂ ሰባት ከ ኣቦና ድሕሪ ኣደም ኖህ ዓለይ ሰላም እዩ ማለት እዩ መወዳእታ ኣላህ ንኖህ ዓለይሰላም ብሎ፣ ኦ ኖህ! ኣነ ንፍጥረታት ዝፈጠርክዎም ንኽግዝኡኒ እዮም። ኣነ ዝኣዘዝክዎም ንኽእዘዙኒ እዮም። ነገር ግን ዓሚጾምኒ፣ ብጀካይ ካልእ ኣካል ጐይታ ገይሮም ሒዞም። ኣብዚ ግዜ ድማ ቍጥዐይ ልዕሊኦም ተፈጻሚ ኰይኑ ብምባል ድማ፣